ብእግዚኣብሔር ዝኣምንሲ ልዕሊ እግዚኣብሔር ድዩ ኮይኑ? እቲ ኣብ ሩባ ዘሎ መንፈስ እንጀራ ሃለወ ኣይሃለወ ኩርማን እንጀራ ይሕልወካ ወታተተፍ ሓንቲ ንእሽተይ ሕሩጭ ወይ ዝኾነት ቆሎ ድያ ትሕልወካ ራዮሞ ቆራዊ ኮይኑስ ይስዕስዕ ኣብ ሓደ ሓደ ቦታ ሰረ መዘምራን ይስዕስዕ ኣለዋ ቆራዊ ኮይኑስ ሕማቕ ይዛረብ እተን ሕጊ ንኹላ ማዕረ እየን ርኢኻ ዶ እቲ ሰብ ግን ነቲ ዝቆርብ እቲ ጽድቂ ጽድቂ ንካህን ንጳጳስ ንዲያቆን ንመዘምራን ንቆረብቲ ገይርዎ እቲ ጽድቂ ጽቡቅ ጽቡቅ ነገር ማለት ካብኡ እቲ ሕማማ ነገር ድማ ንባዕሉ ማለት እዩ ከምኡ እዩ ኣምቲ ንርድኦ ዘለና ብዙሕ ይገጥመና እዩ ዝገርመካ እቶም መርዑ ቤተክርስትያን እናደለዩስ እቶም ቤተሰብ ድማ ዕንቅፋት ይኾኑ ወለዶም ማለት እዩ ምክንያቱ እዚማ ከይሰዓሰዓናማ ክኸውን የብሉን ኣታ ትኹረት እዋ ነቲ ደኣ ገዙ ዓጽዩስ ትኽልክሎ ዲኻ እታቶም ኣብ መደቀሲኦም ኣትዮም ተዓጽዩ እውን እኮ እናሰዕሰዐ ክሓድር ይኽእል እዩ ብጣዕሚ ዘሕዝን ሐዚ ኣብ ቤተክርስትያንና ዘሎ መንእሰይ ጠፍእ እዩ ዘሎ ሐዚ ኣብ ዝኾነ ቤተክርስትያን ሐዚ ከይድኻ ቴሌቶን ሚእቲ ሚልዮን ክልተ ሚእቲ ሚልዮን ረኺቦም ኣርብዓ ሚልዮን ሊኺቦም ዓሰርተ ሚልዮን ረኺቦም እዩ ዝብሃል ኣነ ሐዚ ስለ ቤተክርስትያንና እየ ዘውግዕ ዘለኹ ኣብ ትግራይ ዘሎ ባይታ ዘሎ ኩነታት ማለት እዩ ያው ካሊኦት ጎረባብትና እውን ከምኡ እንድዩ እዙይ ሓደ ክርስቶስ ዝሞተሉ ሰብ እናሰኣንና መንእሰይ እናሰኣንና ኣማኒ እናሰኣንና ትኹረትና ኣብ ቴሌቶን ኣብ ህንጻ ካቴድራል ውድድር በቃ ካቴድራል ሕዚ ኣብ ኩሉ ቦታ እሞ ኣብዚ ዋላ ጸበባ ከብ ኣብዚ ሽግር ግዜ እቲ ቤተክርስትያን ምስራሕና ጽቡቅ እዩ ግን ሰብ ይጠፍኣና ኣሎ እቲ ዋና ቤተ መቅደስ ንምንታይ እየ እዚ ዘምጾ ዘለኹ ህንጻ እግዚኣብሔር ዝኾነ ሰብ ናይ ሰብ ህይወት ይጠፍኣና ይፈርሰልና ኣሎ እቲ ተስካር እውን ምስዚ ዝተትሓዘ እዩ ስቅኢለ ብዘይ ምኽንያት ኣይኮነን ዝዕዘብ ሕዚ ተስካር እኮ ብተስካር ምኽንያት እውን ዝጠፍኡ ሰባት ኣለዉ ዕስራ ሽሕ ክፈሉ ሰላሳ ሽሕ ኣርብዓ ሕዝማ ዓብዩ ኣሎ መስለኒ ድማ እግዚኣብሔር ሲ ናይ ሙስና ኣምላኽ ድዩ ድኻ ኮይኑ ከ እንድሕር ኣርብዓ ሽሕ ዘይብሉ ኣይጸድቅን ማለት ድዩ ሰላሳ ሽሕ ኣርብዓ ሽሕ ዝኸፈለ ድዩ ዝጸድቅ ማለት ድዩ ብገንዘብ ኣብዚ ዓለም እኳ ቅኑዓት ዝኾኑ መራሕቲ እኳ ብገንዝብ ኣይታለሉን እግዚኣብሔር ቅኑዕ ፈራዲ ዝኾነ ኣምላክ ሲ ብገንዘብ እንድሕር ጥራሕ ዝእቶ ኮይኑማ በቃ ድኻታት ዝኾንና ብምንኩስና ዓለም ዘለና ይኹን ከኔ ቢጤ ድኻታት ዝኾኑ እውን መንግስቲ ሰማያት ኣይትግብኦምን ማለት እዩ ማለት እዩ ብስጋዊ ውድድር መንፈሳዊ ጉያ ዘይንጎይ እገሌ ሸውዓተ ብዕራይ ሓሪዱ ተስካር ናይ ወዲ ጉየ እንዲያውም ጸርፊ ኮይኑ እስኻ ኣቦኻ ዘይፍታሕኻ ኣዴኻ ዘይፍታሕኻ ተስካር ዘይወጻኻ ምሳይ ትዘራረብ እንዴ ጉድ ኮይና ንሰምዕ እሞ ብሸውዓተ ብዕራይ ሓንቲ ደርሆ ዘይብልኻ ኣይፍታሕን ማለት ድዩ ሕሉፍ ሓሊፉ ኣብዚ ጀኖሳይድዚ ጥቕዓት ዝበፅሐን ኣዴታት ብጣዕሚ ብጣዕሚ እንድያውም እዙይ ውጉዝ ብስሩ ክነውግዞ እውን ዝግባእ ኣንሕናሲ ዘይኣምን እውን ክነእምን እዩ ተልእኾና ናይ ቤተክርስትያን ምሽን ተልእኮ ዘይኣመነስ ናብ ቤታ ክመፅእ እዩ እቲ ዝኣመነ እሞ ኣብ ቤታ እዩ ዘሎ ካብ መን ከምዝወለድኽዮ ኣይፍለጥን ኣይንፈልጥን ኣይነጥምቀልኽን እናበሉ ብጣዕሚ ብጣዕሚ ኣብ ቤተክርስትያን ዘየለ ኣብ ሰርዓትና ዘየለ ድኻታት ይኹኑ ተፀገሙ ይኹኑ ናብ ቤት ፅባሕ እኮ ሃፍታማት ክኾኑ ይኽእሉ እዮም ኣብ ዝረኸብሉ ግዜ እኮ እዛ ቤተክርስትያን ኣይፈልጥዋን ዋእ ከምዚ ዝገበርና እንድዮም እዚኦም ዳኣ እናበሉ ሃፍቲ ቀዋሚ ድዩ ነባሪ ድዩ ዋእ ብጣዕሚ ዝገርም እኮ እዩ በዚ ኣጋጣሚ ይቅርታ እምበር ናይ ሃፍታምን ናይ ድኻን ፍትሓት እውን ተፋላልዩ እኮ ሪእና እኮ ብዓይንና ኣብ ትግራይ ናይ ሃፍታም ክኸውን ከሎ ዝወፅእ ድባብ፣ ናይ ሃፍታም ክኸውን ከሎ ዝወፅእ ኣልባሳት ተመሪፁ፣ ናይ ድኻ እቲ ድኻ ናይ እግዚኣብሔር ቤተ መቅደስ መሕደር ኣይኮነን እቲ ስግኡ ብማዕረ ክፋን ቤተ ክርስቲያን ናይ ፍትሒ ቤት ኣይኮነትን ናይዚ ዝተፈለየ ክንደይ ግዜ ይፍታሕ ናይዚ ኧረ በቃ ሽኮላ ናይቲ ድኻ ክኸውን ከ ኣብ ቤተ ክርስቲያን እኮ ናይ ድኻታት መፀግዒት እኮ እያ ሱር ካብ መሰረታ ብሃፍቲ ዝፅደቕ እንተኾይኑ ደኣ ዋ ሰብ እኮ ዘመድ ኣለዎ እዩ እንዴ ናይ እገሌ ከምዚ ዝተፈትሐ ፍትሓት ተጓንዩ በቃ በቲ ቁርፅራፅ በቃ ክርስትና ገለ ዘልዕሉ እዚ ኩሉ ምእመናን ዘልዕልዎ እዩ ኣነ ዝዛረብ ዘለኹ እዚ ምንም ምስጢር ኣይኮነን እዚ ኩሉ ሸፊንና እናኸድና እንድሕር ዘይኣሪምናዮ ምእመናን እውን እንድሕር ዘይፈሊጦሞ ቤተ ክርስትያን ንኹሉ ማዕረ ትርኢ እያ። ገንዘብ ንዝሃባ ጥራሕ ኣይኮነን ንሃፋትም ጥራሕ ኣይኮነትን ንኹሉ ክርስቶስ ሞይትሉ እዩ ወዲ እግዚኣብሔር እዩ ወዲ ቤተ ክርስትያን እዩ ማዕረ እያ ድማ ትብጽሖ ንመንግስቲ በዓል ስልጣን ይኹን ንነጋዳይ ይኹን ንሃፋትም ይኹን

ጾም ይግበረልና እሞ ሎማዓልቲ ብዛዕባ ኣብ ቤተክርስትያንና ዘለዉ ሓደ ሓደ ሕቶታት ምእመናን ክፈልጥዎም ዝግብኦም ስርዓተ ቤተክርስትያን ቀኖና ቤተክርስትያን ከምኡ ውን ዶግማቲክ ዝኾኑ ነገራት እውን ክኾኑ ይኽእሉ እዮም ትምህርቲ ንምሃብ ኢና ኣብዚ ቀሪብና ዘለና እግዚኣብሔር ኣምላክ ንኹላትና ሰማዒ እዝኒ ኣስተውዓሊ ልቦና ይዓድለና። ኣሜን ብጾቦና ጻውዒትና ኣኽቢሮም ስለ ልመጹና ብስም እግዚኣብሔር ክነመስግን ንደሊ ሃም ስርጉት ሚድያ ያው በረከቶም ይብጽሐኒ ድጋሚ ኣብ ልማድና ክርስትና ብፍላይ ኣብ ወለድና ኣብ ገጠራት ዝለዓል እኔው ብዛ መንገዲ እዚኣ ተኸይድኻ ናይ ባዕሉ በዓል ናይ እኔሆ እዩ ብስርለ ለይቲ ክትለዓል ኣይትኽእል ኢላ ቤተክርስትያን ብዛ መንገዲ እዚኣ ኣይትኽድ ቃላይዚ ናይ እዩ ኦምዚ ብስሩ ከይትቆርጸሉ እኔው ብፍላይ ብፍላይ ደሞ ፉሳ ተፍቱፍ እንጀራ እንድሕር ለይሓዲግክስ ሕደጊ ይብላ ወለድና እና እዚ በሀመይ ልረኣ ብልማድ ድዩ ወይስ ኣብ እምነትና ለኒሀ እዩ? ጽቡቅ
ትክክል ኢካ መቸስ ኣብ ገጠር እንዲና ዓቢና ኣስታዊስካ እናሰማዕናዮ ዝዓበና ነገር እዩ ሐዚ ክፉእ መንፈስ ኣብ ዝተፈላለየ ቦታ ኣሎ እዩ። ዋእ ክፉእ መንፈስ እኮ ምስ ሰብ እውን ኣሎ ሕዚ ሓደ ነገር ክትሓተኒ ከለካ ሓደ ነገር ይመፀለይ ዝገርመካ ሓሳማ ሕዚ ኣይብላዕን ብመፅሓፍ ብናትና ማለት እዩ ብመፅሓፍ ቅዱስ እውን ግን ሓደ ሓደ ሰባት ሓሳማ ዘይብላዕ ሰይጣን ስለ ዝሓድሮ እዩ ኣብኡ ስለ ዝሓድሮ እዩ ኢሎም ፍርዱ ኸምኡ ግን ኣይኮነን። ደሓር ጐይታና ኢየሱስ ክርስቶስ እቶም ክፉኣት መናፍስቲ ኣሰባ ዝነበረ ውፅኡስ ናብቶም ሓሳማ ክኣትዉ ኣብቶም ኣብኣ ዝነበሩ ሓሳማ ዝምልከት እዩ እምበር እቲ ሓሳማ ግን ቅድሚኡ እዩ ኣብ ብሉይ ኪዳን እዩ ተኸልኪሉ ርኢኻ ዶ ኣብ ብሉይ ኪዳን እዩ ተኸልኪሉ እምበር ደሓር ብኢየሱስ ክርስቶስ እቶም መናፍስቲ ኣብኡ ስለ ዝሓደረ ሓደ ግብፃዊ ዘይንበልዐሉ ምኽንያትሲ እዚ እዩ ኢላ ሓንቲ ጓልና ነጊራቶም ማለት እዩ ነቶም ግብጻዊ ስለ ዝሓደር እዋእ እሞ እሳቶም እኮ እቶም መናፍስቲ እኮ ኣብ ማይ እውን ይሓድሩ እዮም ናብቲ ናትካ ክመፅ ናብ ማይ እኮ እዮም ኣትዮም እሞ ማይ ከትሰትይ ዶ ትሕፀብ ዶ ኢሎማ መልሲ ኢና ካብኡ ናባይ መፅያት ንዋ ተባህላ ክንዲ ጌጋ ተባህላ እኮ እዩ ክፉእ መንፈስ እኮ ኣብ ሰብ ይሓድር ኣብ ሓደ ኣግራብ ኣብ ኣግራባት ይሓድር ኣብ ዛፍ ይሓድር ኣብ ማይ ይሓድር ኣብ ዝተፈላለየ ከምቲ ዝበልናዮ እንስሳ ኣብ ዝተፈላለየ ነገር ክሓድር ይኽእል እዩ ማለት እዩ ስለዚ ተዋና ናብ ተዋና ቁም ነገርና ክንምለስ እዚ በዚ ኣሎ እዩ እዚ በዚ ኣሎ እዩ በዚ ክትኸዱ የብልኩምን ካብኡ ፎሳ ተፍተፍ ዝበሃል ማለት ምእመናን ክርድዎ ኣብ ሓደ ሓደ ቦታ እውን እቲ ቋንቋ ክፈላለ ስለ ዝኽእል ሕዚ ንኣብነት እንጀራ ሲ እንድሕሪ ሓሙሽተ እንጀራ ነይርካ እታ ሓሙሽተ እንጀራ ጋሽ ተበዚሖምካስ ወይ ኩርማን ወይ ፍርቂ ትገድፈላ ማለት እዩ ፎሳቶ ትትበሃል እሳ እያ መስለኒ ካብኡ ታእያ እሳ ምክንያቱ እንድሕር እንጀራ ዘይብለይ ሓዲረሲ ለይትስ ንዕኡ ደልዩ ዝመፅእ መንፈስ ሓደጋ ከብፅሓለይ ይኽእል እዩ ወይ ክወቕዓኒ ይኽእል እያ ታዋና እዚኣ እያ ትበሃል ማለት እዚ ባዕሉ ኣምልኮ ባእድ እዩ እዚ እውን ካብ ምንታይ እዩ ዝለዓል ካብ ጥርጣሪ እዩ ዝለዓል ምክንያቱ እምነት ማለት እኮ ፍፁም እምነት ዘለዎ ሰብ ከምቲ ዝበልናዮ እቲ ዝሓዝናዮ ነምልኾ ጎይታ ልዕሊ ኩሉ ስለ ዝኾነ ናይዚኦም ገዛእቲ ስለ ዝኾነ ነዚኦም እውን ዘባርር ዘርሕቕ ስለ ዝኾነ እንድሕር ብኡ ኣሚንና እዚ ከፍርሐና የብሉን ናብዚ እውን ክንኣት የብልናን ማለት እዩ ሕዝቲ ኣዩ እዚ ላክ ኦፍ ፌዝ ናይ እምነት ጉድለት እዩ እዚ ባዕሉ ዘርኢ ማለት እዩ ሕዚ ብባህሊ እንድዩ ስቑኢሉ ተለሚዱ ዘሎ ከም ቀሊል ነገር ዝመስለና ባሕቲ ክኸውን ከሎ ኣረቂ ዝነፅጓሉ ሪኢኻ ዶ? ዝኾነ ነገር ዝገብራሉ እንድሕር ዚዜ ጌርና እግርና ክሓምም እዩ ኢድና ክሓምም እዩ ገለ ገለ ዘምልኸሉ ኣብ ቡና እውን ይቕርታ መቸም ከም ኣምልኮ ገይሩ ንጥቀምሉ ኣለዉ እዚ እዩ እቲ ጌጋ ሪኢኻ ዶ እቲ ዕጣን ገዛ ሽቶ ይኹን ዕጣን ይኹን ሓደ እዩ ዜሩ ዜሩ ጨና እዩ እቲ ተጣሒኑ ልኩድ ፈሳሲ ኮይኑ እቲ ድማ ስለ ዘይተጠሓነ እዩ እምበር እቲ ዕጣን ኣይኮነን ትሽግሩ ግን እቲ ኣገባብራ ሪኢኻ ዶ ሕዚ ተገባብራ ግን ንኣምልኮ ዝጥቀምሉ ድሕሪ ዕጣን ዘይብሉ ሲ ዝኾነ መንፈስ ከም ዝኹርዮም ከም ዝጻበኦም ገይሮም ዝርድእዎ ማለት እዚ ብምልኡ ባህሊ እዩ ድማ ባህሊ ኮይኑ ድማ ጎዳእን ግጉይን ባህሊ እዩ ማለት ስለዚ ናብታ ዋና ቁምነገር ክንመጽእ ከለና በዚ እውን ሩባ ከይትኸይድ ምኽንያቱ ከምዚ ዝበለ ነገር ኣሎ እዩ ዝበሃል መንፈስ ክህሉ ይኽእል እዩ እንድሕር ኣሚንኻ ጸሊኻ ብክርስትያናዊ ህይወት ትነብር ኮይንኻ ግን ምንም ዘፍርሓካ ነገር የለን ኣሎ ኩሉ መንፈስ ኣሎ መንፈስማ ቦታ እውን ይብሉን ኣብ ዝተፈላለዩ ቦታታት እዩ ዝነብር ኣብ ከተማ እውን ኣሎ ኣብ ባሕሪ ዘሎ ጥራሕ ኣይኮነን ታይ ደኣ እሱ እንተዘይሃልዩ ዶ እዚ ኩሉ ክፉእ ክፍኣት ሓጥያት ዘስርሓና ንሱ ድዩ ንደቂ ሰባት ኣብ ኩለለይ ዘየለዎ ቦታ እማ እንተኮይኑ ኣብኡ ምነበርና ነይርና ከይድና እውን ዝነግሩና ተሃልዮም እሱ ዘይብሉ ቦታ ማለትሲ ኣብ ገዳማት እኳ ክንደይ ፈተና ክንደይ ነገራት ዘሎ እኮ ኣቦታት እንዲያውም ኣብ ጸጋ እግዚኣብሔር ዘለዎ እውን ብዙሕ ፈተና ናይ ሰይጣን ፈተና ዝበዝሕ እንዲያውም ኣብ ገዳም እዩ ዝበዝሕ ፈተናታት ማለት እዩ ስለዚ እንታይ ንማለት ደልየ እየ እዚ እውን ጉጉይ እምነት እንዲያውም ኣብ እምነትና ጥርጣሬ ከም ዘለና ዘርኢ እዩ እምበር ብእግዚኣብሔር ዝኣምን ሲ ልዕሊ እግዚኣብሔር ድዩ ኮይኑ እቲ ኣብርዋ ዘሎ መንፈስ ርኢኻ ወይስ ብእግዚኣብሔር ፍጹም እምነት ዘለዎ ሰብሲ ከመይ ገይሩ እዩ እንጀራ ሃለወ ኣይሃለወ እንጀራ ድዩ ዝሕልወካ ኩርማን እንጀራ ይሕልወካ ወታደርተር ሓንቲ ንእሽተይ ሕሩጭ ወይ ዝኾነት ቆሎ ድያ ትሕልወካ ኣይኮነ እዚ እንዲያውም ነቲ እምነትና ጎዳኢ ርኢኻ ጎዳኢ ባህሊ ዝበልናዮ ሓደ እዩ ማለት እዩ እሞ እዚ ፍፁም ጌጋ ምእመናን እውን ክርድእዎ ዘለዎም ኣብ ህሊና ድማ ብዙሓት ሰባት ኣትዩ ዓብዩ እውን ማለት እዩ ኣብ ህሊና ሰባት እውን ሓዲሩ ነቲ እምነትና ክጎድእ ዝኽእል ኣብ ልዕሊ እግዚኣብሔር ጥርጣሬ ከም ዘለካ ዘርኢ እቲ ፍርሒ ባዕሉ ዝኾነ ሰብ ከምኡ ኢሉ እንድሕር ሓሲቡማ ዝኾነ ነገር እንድሕር ገጢምዎ ሃፕን ገይሩ ድሕሪኣ ከም ኣምልኮ እዩ ዝሕዛ ድማ ኣብ ገጠር ዘሎ ሽግር ከምዚኣ እኮ ከምዚኣ ገጢማትኒ ኢሉ ከም ኣምልኮ ይሕዞ ማለት ስለዚ ንሕናስ ናይ ቅዱሳን ምልጃ ናይ መላእኽቲ ሓለዋ ርኢኻ እግዚኣብሄር ዘይፈለየልና መላኢክቲ ዝሕልዉና ናይ መላእክቲ ሓይልሲ ካብቲ እንጀራ ኣይበልጽን ይበልጽ እሞ እዚ እንተኾይኑ ደኣ እቶም መላእክቲ ይሕልዉና እዮም ዝብሎ እዚ ንብሎ ብእምነትና ማለት እዩ ልዕሊኡ ድማ እግዚኣብሄር ጓሳና እዩ ዘስእነና የለን ኣብ ኣፍ ሞት እኳ እንተ በጻሕና፣ እግዚኣብሄር ምሳና ስለ ዝዀነ፣ ማንም ክስዕረና ኣይክእልን እዩ ኢልና ብእግዚኣብሄር ፍጹም እምነት ንኣምን ሰባት፣ እዚ ከጥቅዐና ኣይክእልን። ግን እንድሕር ዘይትጽሊ፣ እንድሕር ጸጋ ኣምላኽ ዘየለ ዀይኑ ምስኡ፣ እንድሕር ጸሎት ዘይጽሊ ዀይኑ ግን ማንም ሰብ ከጥቅዖ ይኽእል እዩ። ከምዚ ክፉት ገዛ ዝበልናዮ ቅድም ማለት እዩ ህይወቱ ኣብ ሩባ ኮነ ኣብ ገዝኡ ኮነ ኣብ መደቀሲኡ ኮነ ኣብ እንትን ኮነ እንጀራ እውን ገበረ ኣይገበረ ተጠቃዓይ ዋላ እንጀራ ዓሰርተ እንጀራ እውን ፎታተፍተፍ ንሽተ ይኮነ ገይሩ እውን ተጠቃዓይ እዩ እሞ እዚ ብሓቂ ጉጉይ ልማድ ከምቲ ቅድም ዝበልናዮ ርኢኻ ፈሪሳውያን ኢዶም ከይተሓፀቡ ይበልዑ ኣለዉ እቲ ኢድ ምሕጻብ ከም ጽድቂ ገይሮም ዝቖጽርዎ ዝነበሩ መጀመርያ ተማሃርናዮ ከምኡ ግጉይ ባህሊ ስርዓት እዚ እዩ ናይ ሰብ ስርዓት ርኢኻ ናይ እግዚኣብሔር ዘይኮነ ናይ ቤተ ክርስቲያን ስርዓት ዘይኮነ ሰባት ዘምጽእዎ ልማድ ስርዓት ግጉይ ዝኾነ ስርዓት ዝበልናዮ እዚ እዩ ማለት እዩ እሞ እዚ በፍጹም ተቐባልነት የብሉን ብእምነትና እዩ ብመርዓ ገይሮም ኣቦና ኣብ መርዓ ሓደ ሓደ ዲያቆናት ተመርዕዮም ብፍላይ ደሞ ኣብ ቅዱስ ቁር ብቅዱስ ቁራን ተመርዕዮም ብተክሊል ተመርዕዮም ምሸቱ ኣይ መሹ እዩ ብልብል ልስዕስዑ እኒሆ ልልሃዩ እኒሆ እና እዚ ሃመይ ክኾን እኒሆ ብስርካ መርዓናኸስ ብሃመይ ክኾን እኒሆ ናይ ሓደ ክርስትያን መርዓ ብሃመይ እዩ መለክዒኡ ጽቡቕ
ወል ብጣዕሚ ጽቡቕ ሕቶ እተን ዝለዓላ ዘሎ ሕቶታት ብዙሕ ዝገጥመና እዩ ዝኾነ ኣገልግሎት ማለት እዩ ሓደ ብመጀመርያ ሕዚ እዚ ኢሉ ንዝሓተኒ ሰብ እንታይ መበልክዎ ኣነ ስርቂ ይፍቀድ ኣይፍቀድን መጀመርያ ኦኬ ሓሜትኸ ይፍቀድ ኣይፍቀድን እንታይ ክብለኒ ፍሉጥ እዩ ዋ እዚማ ቤተክርስትያን ኣይፍቀድን እዩ እዩ ክብለኒ ማለት እዩ ኦኬ ፅቡቅ ቂም በቀል ይፍቀድ ኣይፍቀድን ኣይፍቀድን እዩ ክብለኒ ካብተን ናይ ስጋ ስራሕ ተባሂለን ዝተገለፃ ሓንቲ ሳዕስዒት እያ ጓይላ እያ እዚኣ እያ ተዋና ከም ስርቆት ከም ሓሜት ከም ቂም ከም በቀል ከም ስኻር ማለት እያ በቃ እዚኣ መጀመርያ ክንርዳኣ ኣለና ሕዝቲ ኣዩ ትዋና ሽግር ዝወደይ ዝገጥመና ዘሎ ኣብቲ መጽሓፍ ቅዱስ ዘሎማ ዝስማዕምዐና ስማዕምዐና ንወስድ ንዓና ዝሙችወና ክንገብሮ ንደሊ በቃ እሱ ፅድቂ ከም ዝኾነ ዋላት ዝኽልክሎ ማለት እዩ እቲ ኣንሕና ዘይንደልዮ ዘይንደልዮ ነገር ግን ነስኩ ሕዚ ብመሰረቱ እዚ እኮ ባዕሉ ስሕተት እኮ እዩ ርኣዮ እንዶ እዚኤን እዚኤንስ ሓጢኣት እየን ኢልወን ካብኣ ግን እታ ንደልያ ከም ፅድቂ ገይርና ወሲድና እታ ሕዚ ንብላ ዘለና ማለት ካልኦት እውን ኣለዋ ንወስደን ኣይ እዚ ደኣ ከመይ መቸም ሓሲኻ ምትዕራቕ ገለገለ ዝብል እኒሆ እንዶ መቸም ብዙሕ እዩ ሽግርና ግን ሓሲኻ ምትዕራቕ እዚ እውን ዝከራኸርሉ ኣለዉ እዮም ስሕተት እዩ ሓሲኻ ተዓሪቕካ እኮ ድሓር ክተዓረቑ ምስ ተዓረቑ እኮ ሓሶት ምዃኑ ይፈልጥዎ እሞ ክጻልኡ ይኽእሉ እዮም ዳሕራይ እውን እንደገና ናይ ልቦም ስለ ዝዘራረቡ ዋ ከምዚ ድዩ ወ ንዓይ ከምዚ ኢሉኒ እዩ ኤኒወይ ብዙሕ ጌጋ ኣሎ ሕዚ እታ ዋና ክዛረባ ዝደለኹ እታ ናይ መርዓ እንድያ ዘፈን ይቅርታ ሳዕስዒት ሓጥያት እዩ ጓይላ ሓጥያት እዩ መጀመርያ እዚኣ ክርዳእ ኣለዎ ሰብ እሞት ሓጢኣት ሲ ከመይ ገይርና ንሕና ፅድቂ ንገብሮ ኣይንኽእልን እቲ መፅሓፍ እንድሕር ከልኪልና ማለት እዩ ባይዘ ወይ ንክርስትያን እዩ እዚ ብስሩ ንዝቆርብ ንዝቆሮ ይኮነ ድሓር እኮ እናኸድና ንዝቆርብ ድማ ርአይ ሕጊ ውፅኦምሉ እታ ቤተክርስትያን ከምኡ ኣይበለትን ዝቖርብ ሰብ ሕዚ እኮ እንድሕር ሳዕሲዑ ዋይ ቆራቢት ኮይናስ ትስዕስዕ ዝብል ድማ ኣሎ ረእዮሞ ቆራቢ ኮይኑስ ይስዕስዕ ኣብ ሓደ ሓደ ቦታ ሰረ መዘምራን ይስዕስዕ ኣለዋ ቆራቢ ኮይኑስ ሕማቕ ይዛረብ ዋ እሞ ንዝ ኣነ ካበይ እዩ መፅኡ ረእዮ እዚ ኮይ ትበሃል ሕዚ ንዝቆርብ ሰብ እዚዚ ክገብር የብሉን እዚኣ እያ እታ ዋና ቁምነገር። ንዘይቆርብ ሰብ ግን እንተሳዕሰዐ እውን፣ እንተሰኸረ እውን፣ ሕማቕ እንተተዛረበ እውን ዝብል ኣሎ ድዩ? የለን። እተን ሕጊ ንኹላ ማዕረ እየን። ርኢኻ ዶ እቲ ሰብ ግን ነቲ ዝቆርብ እቲ ጽድቂ ጽድቂ ንካህን ንጳጳስ ንድያቆን ንመዘምራን ንቆረብቲ ገይርዎ እቲ ጽድቂ ጽቡቕ ጽቡቕ ነገር ማለት እዩ ካብኡ እቲ ሕማማ ነገር ድማ ንባዕሉ ማለት እዩ ከምኡ እያ ከምቲ ንርድኦ ዘለና እምበር ሕዝስ እዚ እንዲያውም ዝወደይ ርኢኻ ናብ ንስሓ ከይኣቱ ይገብሮ እዩ ምክንያቱ ንዕኡ ከም ተፈቐደሉ ገይሩ ስለ ዝተረድኦ ከምኡ እናለ እዩ ዝነብር ምስቲ ሓጢኣቱ ማለት እዩ እቶም ዝቆርቡ እቶም ድማ እናተሸማቐቑ ሕተሸግ ምክንያቱ ቆሪቡ ከምዚ ይገብር ቆሪቡ ከምዚ ትገብር ከይቆረ እናበሉ ሕጊ ናይ ባዕሉ ሕጊ እናውፅአት ሰብ ኢና ተሸጊርና ዘለና ስለዚ ንዝቆርብ ዝተፈለየ ሕጊ የብሉን ንዘይቆርብ እውን ሓደ እዩ ሓንቲ እዚኣ እያ ማለት እዩ ካልኣይ እዚ እንድሕር ኮይኑ ኣብቲ ቁርባን እቲ ጓይላ ከምእ እዩ ዝብል እዩ ኣይፍቀድን ኣይፍቀድን ምክንያቱ ሓጢኣት እዩ ኢልና የዲና እወ ቆርብ ከሎ እኮ ንስሓ ኣትዩ እዩ ዝቆርብ ዝሰረቆ እንተሃልዩ ዝወሰደ እንተሃልዩ መሊሱ ዝበደለ እንተሃልዩ ክሒሱ ይቅርታ ጠይቁ ንስሓ እቲ እዩ ዝቆርብ ዘሎ ማለት እዩ እዚ ድማ መቸስ ሰብ እዩ ንቅድሚት ሓጢኣት ኣይሰርሕን ማለት ኣይኮነን ግን እናፈለጠ እዩ እታ ኣሬንጅ ገይርዋ ዘሎ እታ ኣዳልይዋ ዘሎ እታ ሳዕስዒት ማለት እዩ ኢኻ ዶ ሕዝስ ቅድሚ ወርሒ ይኹን ወተቨር ንስሓ ኣትዩሲ ግን ከዳልውዎ ከለዉ እቲ ፕሮግራም ግን ሳዕስዒት ከም ዘሎ ከም ዝስዕስዑ ፈሊጦም እዮም ዝገብርዎ ዘሎ ፕላን ገይሮም ማለት እዩ ስለዚ እዚ ጌጋ እዩ እንኳን ዲያቆን ዝበልካኒ እንኳን ክህነት ሰረ ክህነት ዘለዎ ዝበልካዮ እቲ ብቅዱስ ቁርባን ዝቕበል ተራ ምእመን እውን ኣይፍቀደሉን እዩ ምኽንያቱ ቅዱስ ጳውሎስ ኣብ ቆሮንቶስ ምዕራፍ ዓሰርተ ሓደ ናይ ኣጋንንቲ ጽዋዕን ናይ እግዚኣብሔር ጽዋዕን ሓደ ገይርኩም ክትሰትዩ ኣይትኽእሉን እዩ። እዚ ስለ መስተይ ጽዋዕ ኣይኮነን ዛረቡ ዘሎ እንዴ ዛረቡ ዘሎ እንታይ ማለት እዩ? መንፈሳውን ስጋውን ብርሃን ምስ ጸልማ እንታይ ሕብረት ኣሎ? ቤተ ክርስቲያን ምስ ጣዖት እንታይ ሕብረት ኣሎ? መዝሙር ምስ ጓይላ እንታይ ሕብረት ኣለዎ? እዚኣ ካብኡ በቃ ናይ ዓዲ ዝኾነ ከምዚ ክላክሲካል ዝኾነ ገለ ገለ ዝብልዎ ነገር ኣሎ መቸም እንትደልዩ ነገር ንስጋዊ ነገር ተፀጋግዖ ትኽእል እንዲኻ ዘፈን ዘፈን እዩ ሳዕስዒት ጓይላ ጓይላ እዩ ስለዚ ክልኩል እዩ ኣይግባእን እዚ ዝገብሩ እንተሃልዮም እውን ካብ ሕገ ቤተክርስትያን ወፃእ እዩ ማለት እዩ እንኳን ዲያቆን ኮይኑ ማለት እዩ ቤተክርስትያን እናተመርዖ እንዲያውም ወርቃዊ ዝኾነ ናይ ኦርቶዶክስ ተዋህዶ ቤተክርስትያን ይገርመካ ሕግና ስርዓትና እቲ ዲያቆን እኮ ባዕሉ እኮ ቀዲሱ ነታ መርዓቱ እውን ኣቑሪቡ እኮ እዩ እኮ ንጉሆ ኣብ ቅዳሴ ኣብ ዝማሬ ለይቲ ኣብ ማህሌት ሓዲሩስ ቅዱስ ቁርባን ተቐቢሉስ ንዓኣ ኣቑሪቡስ እንደገና ድማ ኣብቲ ተዋናያን ዲና ተውኔት ድዩ ከምዚ ድራማ ዝሰርሑ ኣለው ካህን መሲሎም ዓብይ ገለ መሲሎም ሽማግሌታት መሲሎም ድሓር ግን ትሪኦም ከለኻ ካልኦት እዮም ከምኡ ኣይኮነን ስለዚ እዙይ ብጣዕሚ ዓብይ ጌጋ እዩ ንኹሉ ኣይፍቀድን እያ እታ መልሲ ማለት እታ ግልፂ ማለት ድሓር ግን በዚኣ ከምፅኣ ካህናት ድማ ግን ይሽገሩ ኣለው ሕዚ እንታይ ይብሉ ኣነ ኩሉ ክዛረኦ እዩ ዝደሊ ምክንያቱ ኣብ ባይታ ኣሎ እዩ እዚ ንሕና እንተሸፋፈናዮ ተመናዊ እንተሸፋፈኑ ይጎድአና እምበር እንድሕር ዘይተዘራሪብናሉ እንድሕር ዘይተነጋጊርናሉ እናጠፋእና ስቑኢልና እንድሕር ነይርና ባህልና ታሪክና ሃይማኖትና ስርዓትና ኩሉ ክጠፍእ እዩ ማለት እዩ ይጎድእና እውን እዩ ነቲ ሃይማኖትና እውን ይጎድኦ እዩ እንታይ ድማ ይብሉ መስለካ እሞ ሎም መዓልቲ ብዙሓት ም እዮም ዝብሉ ሎም መዓልቲ ቆሪብናስ ክንስዕስዕ ስለዚ ኣብ ቀፃሊ ሰሙን ከንገብሮ ዶ ድማ ዝብለ ኣሎ ሕዚ መቸም ካህን ዳኛ እንድዩ ጥበበኛ ክኸውን ኣለዎ፣ መስተውዓል ክኸውን ኣለዎ። ሕዚ እቲ መርዓ ቤተሰቦም ስለ ዘሸግርዎም ሓድሓዲኦም ማለት እዩ ናይ ካልእ ባዕሉ ስለ ዝደሊ እዩ መብዛሕትኡ ግን ሓድሓደ ድማ በቃ ነከይሳዕሳዕኹ ኣብ ናይ ወዲ መርዓ ሪኻ ብፅቡቕ ነገር እናደለዩ ስቶም ብዙሕ ይገጥመና እዩ ዝገርመካ እቶም መርዑ ቤተ ክርስቲያን እናደለዩ እቶም ቤተሰብ ድማ ዕንቅፋት ይኾንዎ ወለዶም ማለት እዩ ምኽንያቱ እዚ እማ ከይሳዕሳዕና እማ ክኸውን የብሉ ዋላ ንስኻቶም ኣይትሳዕስዑ ንሕና ንገብር ደሓር ጎቲቶም የእትይዎም ድማ ምስ ተጀመረ ማለት እዩ ዋላ ንሳቶም እስቲ ንሳቶም ይሳዕስዑ ንሕና ግን ስለ ዝቆረብና ስቕ ኢልና ኮፍ ንብል ምኽንያቱ ትኽልክሎም ኣይትኽእልን ኢኻ ነቶም ተፀውዑ ዕዱማት ማለት እዩ እዋ ገዝኦም እውን ዓጽዮም ክስዕስዑ ይኽእሉ እዮም። ብግዲ ዝኸውን ነገር ኣይኮነ ከገድድዎም እውን ኣይኽእሉን። ደሓር እዚ እውን ዕንቅፋት ስለ ዘሎ ሓደ ሓዲኦም እሞ እቲ ናይ ቤተ ክርስቲያን ስርዓት ከይነባላሽስ ኣብ ቐጻሊ ሰሙን ተገበርናዮኸ ዝብሉ ኣለዉ። ነቶም ዕዱማት ተገድዶም ኣይትኽእልን ወለድስ ኣዳራሽ ገይሮም ተካርዮም ባንዲ እውን ዝበሃል ኣሎ ፀዊዖም ሕዚ እዚ ኩሉ ነገር እንድሕር ገይሮም እቶም ተመርዓው ግን ክስዕስዑ የብሎም ኣያታ ትኩረት ዋ ነቲ ደኣ ገዙ ዓፅዩ ዝትኽልክሎ ዲኻ እታቶም ኣብ መደቀሲ እዮም ኣትዮም ተዓፀዩ እውን እኮ እናሳዕሰ ክሓድር ይኽእል እዩ ተገድዶ ኣይትኽእልን እንድሕር እግዚኣብሔር ልቦና ዘይህብዎ ማለት እዩ እና እቲ ዝገርም ግን እቶም መናእሰይ እዚ እናደለዩስ እቶም ወለዲ ዓበይቲ እዮም ሰብዓ ሰማንያ ዓመት ዝበጽሑ ወለዲ ዕንቅፋት ይኾንዎም ዘሕዝነካ ማለት እዩ ስለዚ እዚ እውን ኣሎ ግን እቶም ካህናት እንታይ እዮም ዝሽገሩ ካብ ስጋ ወደም ክፍለዩ ሪኢኻ ዶ ካብ ቅዱስ ቁርባን ክፍለዩ ሲ ዋ ዝብሉ ኣለዉ ኣቦታት ማለት እዩ ሓቂ ንምዝራብ ብግለ ኣነ እውን እናሸገረኒ ምክንያቱ እንድሕር ኣብቲ ሓዳር ተክሊል ቅዱስ ቁርባን እንድሕር ዘይተቐቢሎም ጠፊኦም እዮም ዝተርፉ ድሕሪኡ በቃ ህይወቶም ኩሉ እስካዕ ዝኣርጉ መብዛሕትኦም ናብ ቅዱስ ቁርባን ኣይመፁን እዮም እሞ ብኡ ገይሮም እቲ መንፈሳዊ ህይወቶም እናዓበየ ካብ ክርስቶስ ከይፍለዩ እቲ ሓዳሮም እውን ሕጋዊ ክኸውን ብቅዱስ ቁርባን ክኸውን ብቤተ ክርስቲያን ክኸውን በቃ እሞ ካሊእ ግዜ ዋላ ብሰሙን ተገበርዎ ኢሎም ዝፈቅዱ ኣቦታት ኣለው እዮም ማለት እዚ ዝሓሸ ማለትሲ ከም ይሰበር ይሰንጠር ዝበሃል ኣሎ በምሓርኛ ብትግርኛ ታይ ማለት ከም ዝኾነ ሓደ ነገርስ ካብ ክስበርሲ ወይ ነቒዑ ወይ ንእሽተይ እንግዲህ ተጎዲልዎ ይሓይሽ ማለት እዩ እንድሕር ተሰይሩ ግን ትግልገለሉ እውን ኣይትኽእልን ማለት እዩ ሕዚ ብከምኡ ዓይነት ብሂል ብከምኡ ዓይነት ብሂል መቸስ ከምዚ ዓይነት ዝፈቕዱ ኣቦታት ኣለዉ እዚ ጥበብ እዩ ብሓቂ ማለት እዩ ምክንያቱ ብሓደ ግዜ ሲ ከምቲ ቅድም ወድና ዝገለጽካዮ ዓሰርተ ሸሞንተ ዓመቱ ዓሰርተ ሽዱሽተ ዓሰርተ ሸውዓተ ዓመታ እናሃለየ ካብ ክርስቶስ ተፈልዮም ካብ ቅዱስ ቁርባን ተፈልዮም ዝነበሩ ምእመናን ብሓደ መዓልቲ ክተምጽኦም ትጽገም ኢኻ ስለዚ ከምዚ እውን ዝገብሩ ኣለዉ እቲ ዋና ነገር ግን ጥምር ኣቢልና ጥቕልል ኣቢልና ቅዱስ ቁርባን ግዴታ እዩ ኣብ ክርስትያናዊ ህይወት ምስኡ ድማ እንኳን ዲያቆን ዝጠየቕኻኒ ካህን ቐልዩ ምእመን እውን ኾይኑ ሰንበት ትምህርቲ ቤት መዘምራን እውን ኾይኖም ኣይፍቀድን ኣብቲ ዕለት እሱ ኣብ ምስ ቅዱስ ቁርባን እናሳዕስዑ ክውዕሉ ኣይፍቀድን ኣዴታት እውን ዝገርመካ ዓበይቲ ኣዴታት ሕዚ ቆሪበን ሰስዓ እየን እውን ጌጋ እዩ ጌጋ እዩ ኣብ መጽሓፍ የለን ግን እንታይ እዮም ዝብላና ዝብሉና ባህልና ልሙድ እዩ ኣብ ገጠር ከምዚ ይግበር እንድዩ ኣብ ካህን ኣብ ዲያቆን ክምርዖ ከሎ ከምዚ ይግበር እንድዩ እንታይ ሽግር ኣለዎ ዝዋ ኣንሕና ስለ ባህሊ ይኮንና ነውግዕ ዘለና ሕዚ ባህልማ ናብቲ ሃይማኖት ኣትዩስ ጸልዩና እዩ ኢና ንብል ዘለና እቲ እታ ቤተ ክርስትያን ግን ኣይትፈቅድን ሕዚ ስለ መንፈሳዊ ነገር ኢና ነውግዕ ዘለና እሞ ንዛረብ ዘለና እዚኣ እያ ማለት እዩ እታ ቅዱስ ቁርባን እሽኒ ቃለ ህይወት የስመዐልና ብፁዕ ኣቦና ኣባል ሃለየት ተታሒዞምኒ ክምልሱለይ ብዛዕባ ተስካር ኣልዒለ ነይረ ተስካር ብቤተክርስትያንና ከመይ ይረኣ ተስካር ከ ፍቁድ ድዩ እንታይ ዓይነት ኣገባብ ከ ክህልዮ እኒሀዎ። ኣነ ኣብ ትግራይ ሐዚ ዘሰክፈኒ ክልተ ነገር ኣሎ ዝረኣኹዎ ማለት እዩ በዚ ኣጋጣሚ ብጣዕሚ ዘሕዝን ሐዚ ኣብ ቤተክርስትያንና ዘሎ መንእሰይ ጠፍእ እዩ ዘሎ ብጣዕሚ ስለዘይመሃርናዮ የሕዝነካ እዩ ብጣዕሚ ስለዘይነገርናዮ ካብ ኢድና ዓይንና እናርኣየ ብዙሕ መንእሰይ ይጠፍእ ኣሎ ብእውነቱ እቶም ዓበይትስ ያው መኸዲ እውን የብሎምን ኣብ ቤተክርስትያን እዮም መቸም ብኡ ስለዝዓበዩ ማለት እቲ መንእሰይ ግን ፈተንኡ ብጣዕሚ ብዙሕ እዩ የሕዝነካ እዩ ሕዚ እታ ቤተክርስትያን ዋእ ይቅርታ ከመይ ገይረ እየ ክገልጾ ቴሌቶንን ተስካርን እዩ ሕዚ ከም እንትን ዝቁጸር ዘሎ ሕዚ ኣብ ዝኾነ ቤተክርስትያን ሕዚ ከይድኻ ቴሌቶን ሚእቲ ሚልዮን ክልተ ሚእቲ ሚልዮን ረኺቦም ኣርባዓ ሚልዮን ረኺቦም ዓሰርተ ሚልዮን ረኺቦም እዩ ዝበሃል ኣነ ሕዚ ስለ ቤተክርስትያንና እየ ዘውግዕ ዘለኹ ኣብ ትግራይ ዘሎ ባይታ ዘሎ ኩነታት ማለት እዩ ያው ካልኦት ጎረባብትና እውን ከምኡ እንድዩ ሕዚ እዙይ ሓደ ክርስቶስ ዝሞተሉ ሰብ እናሰኣና መንእሰይ እናሰኣና ኣማኒ እናሰኣና ትኹረትና ኣብ ቴሌቶን ኣብ ህንፃ ካቴድራል ውድድር በቃ ካቴድራል ሕዚ ኣብ ኩሉ ቦታ እሞ ኣብዚ ዋላ ፀበባ ከባ ኣብዚ ሽግር ግዜ እቲ ቤተ ክርስቲያን ምስራሕና ፅቡቅ እዩ ግን ሰብ ይጠፍአና ኣሎ እቲ ዋና ቤተ መቅደስ ሰብ እዩ ቤተ መቅደስ ዝበሃል ቤተ ክርስትያን ዝበሃል ተዋና ሓደ ክርስቶስ ዝሞተሉ ደሙ ዘፍሰሰሉ ስግኡ ዝቆረሰሉ ሰብ እዩ ንስኹም ናይ እግዚኣብሔር ቤተ መቅደስ ኢኹም ናይ እግዚኣብሔር ቤተ መቅደስ ዘፍርስ ድማ እግዚኣብሔር የፍርሶ ዝብል ሕዚ ንምንታይ እየ እዚ ዘምፅኦ ዘለኹ ህንፃ እግዚኣብሔር ዝኾነ ሰብ ናይ ሰብ ህይወት ይጠፍአና ይፈርሰልና ኣሎ ኣዚ ተስካር ስለ ዘልዕልካለይ ኣብ ከምዚ ዓይነት ኩነታት ኢና ዘለና እና ትኩረትና ኣብ ሰብ ክከውን ኣለዎ እዩ እቲ ተስካር ውን ምንሲ ዝተትሓዘ እዩ ስቅ ኢለ ብዘይ ምክንያት ኣይኮነ ዘልዕሎ ሕዚ ተስካር እኮ ብተስካር ምክንያት ውን ዝጠፍኡ ሰባት ኣለዉ ቤተክርስቲያን ዕስራ ሽሕ ክፈሉ ሰላሳ ሽሕ ኣርባዓ ሽሕ ሕዝማ ዓብዩ ኣሎ መስለኒ ድማ እዚ ኣጋጣሚ እግዚኣብሔርሲ ናይ ሙስና ኣምላኽ ድዩ? ድኻ ኮይኑ ከ እንድሕር ኣርብዓ ሽሕ ዘይብሉ ኣይጸድቕን ማለት ድዩ? ሰላሳ ሽሕ ኣርብዓ ሽሕ ዝኸፈለ ድዩ ዝጸድቕ ማለት ድዩ? ብገንዘብ ኣብዚ ዓለም እኳ ቅኑዓት ዝኾኑ መራሕቲ እኳ ብገንዘብ ኣይታለሉን። እግዚኣብሔር ቅኑዕ ፈራዲ ዝኾነ ኣምላክሲ ብገንዘብ እንድሕር ጥራሕ ዝእቶ ኮይኑማ በቃ ድኻታት ዝኾንና ብምንኩስና ዓለም ዘለና ይኹን ከኔ ቢጤ ድኻታት ዝኾኑ እውን መንግስቲ ሰማያት ኣይትግብኦምን ማለት እዩ ማለት እዩ በቲ ኣሰራርሓ ዝሪኦ ዘለኹ ኣይኮነን ኣይኮነን እዚ ኣይኮነን እንዲያውም እዙይ ካብ ህዝብና ህዝብና የጥፈአና ኣሎ እዩ ኣነ ዝተረዳእኹዎ ማለት እዩ ፍትሓት ክግበር ኣለዎ፣ ተስካር ክግበር ኣለዎ፣ ዝግበረሉ ዘሎ ኣገባብ ግን ብዓይኒ ቤተ ክርስትያን ይኹን ብዓይኒ ምእመናን እውን ትኽክል ኣይኾነ ብስጋዊ ውድድር መንፈሳዊ ጉያ ዘይንጎይ እገሌ ሸውዓተ ብዕራይ ሓሪዱ ተስካር ናይ ወዲ ገይሩ እንዲያውም ፀርፉ ኮይኑ እስኻ ቦኻ ዘይፍታሕኻ እንዲኻ ዘይፍታሕኻ ተስካር ዘይወፅኻ ምሳይ ትዘራረብ እንዴ ጉድ ኮይና ንሰምዕ እሞ ብሸውዓተ ብዕራይ ሓንቲ ደርሆ ዘይብሉኸ ኣይፍታሕን ማለት ድዩ? ጸሎት ኣይግበረሉን ማለት ድዩ? ወይስ በቃ ንከኣቲ ንሱ ዕድሉ ብኡ ተዓጽዩ ማለት ድዩ? እግዚኣብሔር ናይ ከምዚ ዓይነት ኣምላኽ ድዩ? ቤተ ክርስቲያን ናይዚ ሕጊዚ ሓንጻጺት ድያ? እዚ እውን ብጣዕሚ ኣብ ማሕበረሰብና ሽግር ዝፈጥረናሉ ጌጋ እዩ። በዚ ምክንያት ይቅርታ ናብ መናፍቃን ዝኣተው ሰባት ከም ዘለው ሰምዕ ኢና ንፈልጥ ኢና መረዳእታ እውን ኣለና። እዙይ ቤተ ክርስቲያን እውን ኣቦታት እውን ካህናት እውን መራሕቲ እውን ከይመሸ ሃንድል ክንገብሮ ኣለና ክንፈትሖ ኣለና መፍትሒ ክነቕምጠሉ ኣለና ማለት ስለዚ ተስካር ማለት እቲ ሰብ ብጸሎት ንክዝከር ንኣይ እምበር ዝኹሉ ኣሽሓት ስለ ዘፍሰሰ ወይ ድማ ሸውዓተ ሽዱሽተ ኣብዑር ስለ ዝተሓረዱ ኣይኮነን ማለት እዩ ንሳ ድማ ኣብ ቤተ ክርስትያን ብግቡኣ መስዋኢቲ ቐሪብሉ ጸሎት ክግበረሉ ተዝካር እዚ ናይ ቤተ ክርስትያንና ስርዓት ሕጊ ምክንያቱ ብኣጸደ ነፍስ ኣብ ሰማይ ኮይኑ ስርኢ እዩ እታ ነፍሰይ ትመውትን እያ ኣብ ራእየ ዮሃንስ ምዕራፍ ሽዱሽተ እኮ እቶም ነብሳት እውን ኣብ ሰማይ ኮይኖም ናብ ጎይታ ይጠርዑ ነበርኩ እዩ ዝብል እንታይ እናበሉ ኣብ ምድሪ ዝግበር ዘሎ ግፍዒ ንሕና ብሰማኢትነት ዓሪፍናሲ ተሳቂና ብስቃይ ብመከራስ ሕዚ እውን እዚ ግፍዒ እዚ ጠጠው ዘይተብሎ ጎይታ እግዚኣብሄር ንምንታይ ኢኻ ሪኹም ዶ እናበሉ ናብ ጎይታ ይጠርዑ ነበሩ ኣብ ሰማይ ኮይኖም እዩ ዝብል እቶም ዝተሓርዱ ኣብ ምድሪ ተሓርዱ ብነብሲ ብኣፀደ ነብሲ እዮም እዚ ይዛረቡ ዘሎ ስለዚ እታ ነብሲ ትሰምዕ ትርኢ ሕያዊት ነባቢት ለባዊት ስለ ዝኾነት ስጋ እዩ እዚ ዝተርፍ ዘሎ ኣላ ኣብ ሰማይ ስለዚ እቲ ጸሎት እውን ግቡእ እዩ ንሳቶም ኣብ ላዕሊ ኮይኖም እዚ ክጠርዑ ክጽልዩ ከለዉ ናብ ጎይታስ ንሕና እውን ክንጽሊ ግድን እዩ እዩ ክንዝክሮም ግድን እዩ እዩ ነገር ግን በዚ ሕንሕና ዝንርድኦ ዘለናን ንገብሮ ዘለናን ኣገባብ ኣይኮነን ምክንያቱ ኣብ ስጋዊ ውድድር እገሌ ከምዚ ኣፍቲሑ ኣነ ከምዚ ፍትሒ ኣለኒ እገሌ ክርስትና ከምዚ ተገይሩ እቲ ክርስትና እውን ሕዚ መርዓ ኮይኑ ኣረስ እውን ናብ መርዓ ተቐይሩ ኣብ ሓደ ሓደ ቦታስ ባንድ ተገይሩስ ኣብ ወፃኢ እውን ስቲ ቆልዓስ እዝኑ እውን ንዕኡ ዘይምጥን ድምፂ ማለት እዩ ደርፊ ጓይላ ቅዱስ ቁርባን ኣብ ዝተቐበለሉ መንፈሳዊ ጸጋ ኣብ ዝረኸበሉ ኣብ ዓለማዊ ነገር እነውዕሎ ዘለና ከላ ገና ካብ ጅምሩ ማለት እዩ። ምናልባሽ ነቶም ዓበይቲ ከም መዝናኛ ይጥቀምሉ ይኾኑ፣ ነቲ ቆልዓ ግን ይጎድኦ ኣሎ እዩ። ብስሩ እውን መንፈሳዊ በዓል እዩ፣ ብመንፈሳዊ ነገር እዩ ክኸብር ዘለዎ እና እዚ ብጣዕሚ ጉጉይ ዝኾኑ ባህልታት ይጎድእና ኣሎ። ስለዚ ናይ ተስካር ኣገባብራ እውን ሕዚ ዝግበር ዘሎ ይቕርታ ዋላ ብዓይኒ ቤተ ክርስቲያን እውን ምእመናን የስእነና ኣሎ እዩ። እሞዚ እንተዘይገይርናስ ኣዴና ዘይትፍታሕ ተኮይኑ ኣቦና ዘይትፍታሕ እንተኮይኑ ዚ እንታይ ማለት እዩ ድሕሪ ዓቕሚ ዘይብልና ኣይንፈትሐልኩም ጌጋ እዩ ሕሉፍ ሓሊፉ ኣብዚ ጀኖሳይድ ዚ ጥቕዓት ዝበፅሐን ኣዴታት ብጣዕሚ ብጣዕሚ እንዲያውም እዚ ውጉዝ ብስሩ ክነውግዞ እውን ዝግባእ ኣንሕናሲ ዘይኣምን እውን ክነእምን እዩ ተልእኾና ናይ ቤተክርስትያን ምሽን ተልእኮ ዘይኣመነስ ናብ ቤታ ክመጽእ እዩ እቲ ዝኣመነ እሞ ኣብ ቤታ እዩ ዘሎ ካብ መን ከም ዝወለድክዮ ኣይፍለጥን ኣይንፈልጥን ኣይነጥምቀልክን እናበሉ ብጣዕሚ ብጣዕሚ ኣብ ቤተ ክርስቲያን ዘየለ ኣብ ስርዓትና ዘየለ ናይ ዓቕሚ ጉድለት ክኸውን ይኽእል እዩ እናበሉ ካህናት ዝምልስዎን ኣሎ እዚ እውን ጌጋ እዩ እዘን ኣዴታት ፎቴን ዘይኮነሲ ብግዲ ክንደይ መከራ ዝበጽሐን ክንከናኸነን ክነቕርበን ክንሓቑፈን እዩ ዘለና እምበር ከምዚ እናገበርና እናግለልና ኢ ክርስትያናዊ ብስሩ ኢ ክርስትያናዊ ዝኾነ ድርጊት ኣብ ልዕሊ ኣዴታት ኣብ ልዕሊ ብዙሓት መናእሰይ ዝፍጸም ዘሎ እዚ እውን ጠጠው ክብል ኣለዎ ኣብ ሓደ ሓደ ቦታ ቅዱስ ሲኖዶስ ማዕረ እርምጃ እውን ዝወሰደሉ ኣሎ እዩ ማለት እዩ ጥናዮ እውን ክህል ይኽእል እዩ ስለዚ ክርስትና ሰብ ምጭቋን ሰብ ምግላል ሰብ ምርሓቕ ናይ ሰብ ሓጢኣት ኣብ ሚድያ ምግላፅ ዋ ኣምላኽና እኮ ከባቴ ኣበሳ እኮ እዩ ሓጢኣት ዝሽፍን ኣምላኽ እኮ እዩ ደቁ እንድሕር ኮይንናሲ ናይ ኣሕዋትና ናይ ኣቦታትና ናይ ኣዴታትና ናይ ኣሓትና በደል ክንሽፍን እዩ ዘለና ከምኒ ሴም ከምኒ ያፌት ካም እኮ ተረጊሙ ምክንያቱ ኣቦኡ ሰኺሩ ኖህ ማለት እዩ ራቆቱ ኮይኑ ምስ ረኣዮ ስሒቕዎ እሞ በዘን ኣዴታት ዝስሕቑ በዘን ኣዴታት ዘላግጹ ኣብ ልዕሊ ቁስለን እንደገና ካሊእ ጋሬጣ ዕንጨይቲ ዝውስኹ ኣገልገልቲ ካህናት እዚ ጌጋ እዩ እዚኣ ሓንቲ ናታተን ብሓይሊ እትዓመፃ ክንደይ ስኻር ክንደይ ሓጢኣት ዝግበረሉ እቲ ከምኡ ዝብል እውን ባዕሉ ዝገብሮ ስለዚ እዙይ ክእረም ኣለዎ ካም ስሒቑ ያፌትን ሴምን ግን ከይዶም ብነፀለኦም ናይ ኣቦኦም ገበና ሸፊኖም ክርእዎ እውን ኣይፈቐዱን እዩ ዝብል ርኢኹም ዶ እዚ ብምግባሮም ለይህድር እግዚኣብሔር ውስተ ቤቱ ለሴም እግዚኣብሔር ኣብ ሴም ቤት ይሕደር ኢሉ ዝባረኾም ንያፌት እውን እግዚኣብሔር ዝባረኾ ንካም ግን ርኢኹም ዶ ናይ ኣቦ ሓጢኣት ስለ ዘጋለጸ እንታይ ኢልዎ ካም ግን ንኣሕዋቱ ባርያ ይኹን እም ሰለስተ ናይ ኣብ ዓለም ዘለና ሐዚ እዚ ማእከላይ ምብራቅ፣ ኤጂያ ሒዝካ፣ ምዕራብ ሒዝካ፣ እዚ ኣፍሪቃ ሒዝካ ናይ ሰልስቲኦም ዘርኢ እዩ ድሕሪ ኖህ ማለት ድሕሪ ጥፍኣት ኣይህ ማለት እዩ እንግዲህ ራይዎ ናይ ካም እርግማን ብተግባር ንርእዮ ኣለና ማለት እዩ ስለዚ እንታይ ንማለት ደልየ እየ እዚ ብምልኡ ቤተ ክርስቲያን ሸፋኒት እያ ፋይናንሻል ይኹን ሞራሊ ሽግር ዝበፅሖም ሰባት ንክሓውዩ ትሕግዝ ደኣ እያ እምበር ኣብ ልዕሊ ቁስሎም ካሊእ ስቃይ ትውስኽ ኣይኾነትን ስለዚ ድኻታት ይኹኑ ተፀገሙ ይኹኑ ናብ ቤት ፅባሕ እኮ ሃፍታማት ክኾኑ ይኽእሉ እዮም ኣብ ዝረኸብሉ ግዜ እኮ እዛ ቤተክርስትያን ኣይፈልጥዋን ዋ ከምዚ ዝገበርና እንዲዮም እዚኦም ደኣ እናበሉ ሃፍቲ ቀዋሚ ድዩ ነባሪ ድዩ ዋ ብጣዕሚ ዝገርም እኮ እዩ በዚ ኣጋጣሚ ይቅርታ እምበር ናይ ሃፍታምን ናይ ድኻን ፍትሓት እውን ተፈላለዩ እኮ ርኢና እኮ ብዓይንና ኣብ ትግራይ ናይ ሃፍታም ክኸውን ከሎ ዝወፅእ ድባብ ናይ ሃፍታም ክኸውን ከሎ ዝወፅእ ኣልባሳት ተመሪፁ ናይ ድኻ እቲ ድኻ ናይ እግዚኣብሔር ቤተ መቅደስ መሕደር ኣይኮነን ስግኡ ብማዕረ ቤተክርስትያን ናይ ፍትሒ ቤት ኣይኮነትን ናይዚ ዝተፈለየ ክንደይ ግዜ ፍታሕ ናይዚ ኣረ በቃ ሽኮላ ናይቲ ድኻ ክኸውን ከሎ ዋ ቤተ ክርስትያን እኮ ናይ ድኻታት መጸግዒት እኮ እያ ብሱር ካብ መሰረታ ብሃፍቲ ዝጽደቕ እንተኮይኑ ደኣ እንታይ ዝኹሉ ዝነብር ዝደክም ዘሎ ስለዚ ኣብ ፍትሓት ከይተረፈ ኣብ ተስካር ከይተለፈ ናይ ሃፍታምን ናይ ድኻን ኣፈላላይ ዝብል እዙይ ብዓይኒ ቤተክርስ እንኳን ብዓይኒ ቤተ ክርስትያን ብዓይኒ ስቑኢሉ ሞራል እዩ ስቑኢሉ ብዓይኒ ሓደ ፍትሓዊ ዝኾነ ሰብ እውን ጌጋ እዩ። ሰብ ኩሉ ማዕረ እዩ፣ ኦርቶዶክሳዊ ማዕረ እዩ፣ ብኣርብዓን ብሰማንያ መዓልትን ወዲ እግዚኣብሔር ጓል እግዚኣብሔር ዝኾነ ብማዕርነት ድማ ቤተ ክርስቲያን ክተገልግሎ ይግባእ እምበር እዚማ ጌጋ እዩ ናይ እገሌ ብወርቂ ጽላል ብድባብ ብናይ በዓል ኣልባሳት ዝፍታሕ እንድሕር ኮይኑ እታ ምስኪን ድኻ እቲ ምስኪን ድኻ ናይ እግዚኣብሔር መንግስቲ ከምኡ ኣይኮነን። ብፅድቂ ምናልባት ዝበለፀት እውን ትኸውን ትኽእል ብቅድስና ዝበለፀት ትኸውን ትኽእል እየ እሱ ግን ኣይኮነን እቲ ገንዘብ እዩ ዘኽብሮ ዘሎ እዚ ብጣዕሚ ዓብዪ ጌጋ እዩ እዚ ቤተክርስትያን ትእርሞ ኣለዎ ኣገልገልቲ ውን ክንእርሞ ኣለና በዚ ምኽንያት ሓደ ሰብ እኳ ክንስእን የብልናን ብሓቂ ማለት እዩ እዋ ሰብ እኮ ዘመድ ኣለዎ እዩ እንዴ ናይ እገሌ ከምዚ ዝተፈትሐ ፍትሓት ተጓንዩ ኣብዚ ቀረባ ግዜ እኳ ሰሚዐ ኣለኹ ዝገርመኩም በቃ በቲ ቁርፅራፅ በቃ ክርስትና ገለ ዘልዕሉ ይኸውን ኣይደኖ ብኡ ፍትሓት ዝፍታሕ ብሽኮላ እቲ ፀሎት እውን ብኣግባቡ ይቅርታ እዚ ኩሉ ምእመናን ዘልዕልዎ እዩ ኣነ ዝዛረብ ዘለኹ እዚ ምንም ምስጢር ኣይኮነን እዚ ኩሉ ሸፊንና እናኸድና እንድሕር ዘይኣሪምናዮ ምእመናን እውን እንድሕር ዘይፈሊጦሞ ኣይጠቕመናን ንቤተክርስትያንና ኣይጠቕምን ንዓና እውን ኣይጠቕምን ንህዝብና እውን ኣይጠቕምን እሞ ቤተክርስትያን ንኹሉ ማዕረ ትርኢ እያ ገንዘብ ንዝሃባ ጥራሕ ኣይኮነን ንሃፋትም ጥራሕ ኣይኮነትን ንኹሉ ክርስቶስ ሞይትሉ እዩ ወዲ እግዚኣብሔር እዩ ወዲ ቤተክርስትያን እዩ ማዕረ እያ ድማ ትውፅሖ ንመንግስቲ በዓል ስልጣን ይኹን ንነጋዳይ ይኹን ንሃፋትም ይኹን ንኹላትና እኮ ቤተክርስትያን ማዕረ እግዚኣብሔር እኮ ኣቦና እዩ ንኹላትና ማዕረ እኮ ኣቦነቱ ንዓይ ዝተፈለየ ነቲ ሓደ ዝተፈለየ ኣይኾነን እወ ኣቦ ኩላትና እንድዩ ስለዚ ተን ሕዚ ዝተልዓላ ጉዳያት ብፍላይ ድማ ምስ ተዝካር ተታሒዙ ተዝካር እውን ኣግባብ ክግበረሉ ኣለዎ። እቲ ምእመን እውን ኣነ እዚ ከይገበርኹ እዚ ክንዲዚ ገንኢ ከይጾሞቕኹ ክንዲዚ ኣውዕር ከይሓረድኹ እዚ እኮ ስጋዊ ነገር እኮ እዩ። ውድድር እኮ ስጋዊ ነገር እዩ እምበር መንፈሳዊ ነገር ኣይኮነን ስለዚ እዚ ዝግበር እንዲያውም ብዙሓት ተጸግሙ ወገነታትና ተመዛበሉ ወገነታትና ኣብ ዘለውሉ እቲ ጽድቂ ንሱ እዩ መጨረሻ ሓሚመ ጠይቕኹምኒ ተጸጊመ ጠምየ ኣብሊዕኹምኒዶ ዓሪቐ ከዲንኹምኒዶ እሱር ኮይኑ ተኣሲረ ኣብ እስርቤት ጠይቕኹምኒዶ ጠምየ እስቲኹምኒዶ ዝብል ነገራት ኢና ንጥየቕ እሞ ናብዚ እንዲያውም ናብዚ ከምዚ ዓይነት ኣብ ህዝብና ተፈጢሩ ዘሎ ክራይስስ እንተነውዕሎ ጽቡቕ እዩ ቤተ ክርስቲያን እውን ብሓቂ ንዘይብሎም ንጽጉማት ደቃ ኣግባብ ስርዓት ብዘለዎ ክትፈትሕ ኣለዋ። እዋ እሞ እዚ ተፈሕቱ ተሪፉ ከ ኣብ ሸውዓተ መዓልቲ ኣብ ኣርብዓ መዓልቲ እንድሕር ዘይብሉስ በቃ ይፍታሕ እናለት ድዩ? እዚ እውን ጌጋ እዩ እሞ ስለ ተስካር እዚ እየ ክብል ዝኽእል ተስካር ሒዝና ብስነ ስርዓት ቤተክርስትያንና ብትፈቕዶ ቤተክርስትያንና ብትእዞ ስርዓትና ብዝፈቕዶ ክንገብሮ ኣለና ግን ዝግበረሉ ዘሎ ግን መንገዲ ግን ጌጋ ኣለዎ እዩ ዝብል እዩ። እሽኒ ቃለ ህይወት የስመዐልና ብፁዕ ኣቦና ያው እስካዕ ኸዚ ኣብ ናረና ፃንሒት ልዝመስል እዩ ነይሩ መልእኽቲ ልሕልፍዎ መልእኽቲ ተሃልዩ ላብ ብፁዕ ኣቦና ክሕልፍ። እግዚኣብሔር ኣምላክ ንብርሃነ ትንሳኤኡ ብሰላም ብጥዒና ኩላትና የብጽሓና። ኣብ መወዳእታ ክብሎ ዝደሊ ብሓቂ ሓደ ብጣዕሚ ጽቡቅ ርእሲ መሪጽኩም ደቅና ሃይማኖትን ባህልን ፈሊና ክንፈልጥ ኣለና ምስቲ ባህሊ ሓደ ሓደ ግዜ ክርስትያናዊ ይዞታ ትሕዝቶ ዘለዎም እውን ባህሊ ኣለውና እዮም ጽቡቃት ባህልታት ማለት እዩ ንኣብነት ኣከዳድናና፣ ኣበላልዓና፣ ኣሰታትያና፣ ኣዘራርባና፣ ሰላምታና፣ ብዙሕ ነገርና ኩሉ ጽቡቕ ነገር ኣለዎ እቲ ካብቲ ክርስትያን ዝወሰድናዮ ግን ከም ባህሊ ዝረኣይ ማለት እዩ እሱ ክንሕዞ ክንዕቅቦ ኣለና ማለት እዩ እዚ ዘይኮነ ሕዚ ዝገለጽናዮ ካልኦት እውን ብዙሓት ዛዕባታት ምልዓል ምኽኣልና ግዜና ሓጺር ስለ ዝኾነ እዩ እምበር እሱ እውን ክንእርሞ ኣለና ማለት እዩ

ከም ትደልይዎ ንስኻትኩም ከም ትብህግዎ ከም ትደልይዎ ናይ ልብኹም ከም ዘይማልኣናልኩም ስለ ዝርድኣና ኣብ ዝግጅት ኢና ዘለና እሞ ከይፈለጥኹም እታ ጥንታዊት ታሪካዊት ብሔራዊት ዓለም ኣቀፋዊ ዝኾነት ቤተ ክርስቲያንና ኦርቶዶክሳዊት ተዋህዶ ቤተ ክርስቲያን ልዕሊ ክልተ ሽሕ ዓመት ዝገበረት ታሪካዊት ቤተ ክርስትያን ከይፈለጥኹማ ከይተረዳእኹማ ናብ ኻሊእ ቦታ ትኸዱ ምእመናን እዚ ባህሊ እዚ ምኽንያት ገይርኹም ማለት እዩ። መናፍቃን እውን በዚ እዮም ዝኣትው ይኸው እዚ መፅሓፍ ቅዱስ የለን እዚ ትገብሩ ኣለኹም እዚ ትገብሩ ኣለኹም ኣበይ መረዳእታ ኣሎ እንታይ መረዳእታ ኣለኩም ቅድም እኳ ከም ዘንበኹልኩም ባህልና ማለት ስርዓት ብዘለዎ ካብ ቤተ ክርስትያን ካብ ክርስትና ዝተቐበልናዮ ትውፊት ክንዕቅብ ከም ዘለና እዩ ዝምሕፀነና ቅዱስ መጽሓፍ እውን ማለት እዩ ስለዚ እዚ ተረዲእኹም እታ ቤተ ክርስቲያንኹም ሓልው ናብ ካሊእ ሃይማኖት ናብ ካሊእ እምነት ኣይተቋሙቱ ሕዚ በተለይ ዘለናዮ ብጣዕሚ ፈታኒ ዘመን ብገንዘብ ብዝተፈላለየ ነገራት ብእኽሊ ምስቲ ሽግር እውን ተሓዋዊሱ ብዙሕ ፈተና ከም ዘሎ ንርዳእ ኢና እሞ ሃይማኖትኩም ብስርናይን ብገንዘብን ኣይትለውጥዎ። ሕቶታት እውን ከምዚ እንተሃልዮምኩም ናብ ከምዚ ዓይነት ስርጉት ሚድያ ዝመሳሰሉ ካልኦት እውን መንፈሳዊ ሚድያታት እናለኣኩም ቤተ ክርስቲያን ኣቦታት ኣለውዋ፣ ሊቃውንት ኣለውዋ፣ ምሁራን ኣለውዋ እዮምን መልሲ ኣለዋ እዩ ቤተ ክርስቲያን መልሲ ዘይብሉ ነገር የለን። ስለዚ እዚ ፈሊጥኹም እንድሕር ነቢርኹም እንድሕር ነቢርና ቤተ ክርስቲያንና ንኹሉ ትኣክል ንኹሉ ድማ መልሲ ዘለዋ ስለ ዝኾነት ኣብ ትሕቲ ጽላል ቤተ ክርስቲያንኹም ኮይንኹም ዓርስኹም ሓሊኹም ሃይማኖትኹም ሓሊኹም ባህልኹም ሓሊኹም ታሪኽኩም ሓሊኹም ክትነብሩ እዩ ናይ መወዳእታ መልእኽተይ ኣብ መወዳእታ ብድጋሚ ስርጉት ሚድያ ነዚ ዕድል እዚ ሂብኩም እዚ ዓይነት ሕቶን መልስን ዘለዎ ትምህርቲ ንምእመናን እውን ክነቕርብ እዚ ባይታ እዚ ስለ ዘማቻቸኹምልና ብጣዕሚ ኢና ነመስግን። እግዚኣብሔር ኣገልግሎትኹም ይባርከልኹም። ከም እተረዳእኹዎ ግዱሳት መናእሰይ ኢኹም። እግዚኣብሔር ኣምላኽ እስካዕ ሕይወትኹም ፍጻሜ ድረስ ብሕጊ ብስርዓት ቤተ ክርስቲያን ነይርኹም ሕይወትኹም እውን ክባረኽ ክቕደስ እውን ናይ እግዚኣብሔር ኣምላኽ ቅዱስ ፈቃድ ይኹነልና። እግዚኣብሔር ጸጉኡን በረከቱን የብዝሓልና ካብ ክፉእ ነገር ኩሉ ይሓልወና ይሰውረና።